ሰላም ናይዚ ቻነል ቤተሰብ ሎመዓልቲ ከዓ ሓሙሽተ ኣብ ሂወትና ከይተፈለጠና ነእትዎም እሞ ንሂወትና ከዓ ንከይንምዕብል ወይ ድማ ንከይንቅየር ሓሊኮም ዝሕዙና ሒዘልኩም መፅየ ኣለኩ ነዚኦም ሓደ ብሓደ ክገልፀልኩም እየ ሰናይ ምክትታል። ቁፅሪ ሓደ ዝሓለፈ ህይወትካ ማለት እዩ ኣብ ሕሉፍ ምንባር ደንት ኣላው ዩር ፓስ ኮንትሮል ዩር ፊክቸር እዚ ኣብ ሕሉፍ ንደኣ ትነብር ደሊኻ እቲ ዘጓነፈካ ብዘየገድስ ወዲቕካ ዲኻ ክትከውን ዋላ ኣብ ሪሌሽንሽፕ ዲኻ ወዲቕካ ኣብ ዝኾነ ድሕርቲ ወዲቕካ እንድሕር ተኾንካሲ ኣብቲ እንታይ ደኣ ንዕኡ መምሃሪ ኣብ ክንዲ ንጥቀመሉ ንሕና እንታይ ንገብሮ ሒዝናዮ ኣብ ኣካላትና ኣብ ሂወትና ሒዝናዮ ንጓዓዝ እሞ ንኸይንምዕብል ወይ ድማ እቲ ማይንድ ናትና ካልእ ነገራት ክንደምፅእ ሓዱሽ ነገራት ክንደምፅእ ነቲ ናይ ኦልድ ኣብኡ እንታይ ንገብሮ እቲ ንሕና ንኣካላትና ኣብቲ ናይ ቀደም ዘጓነፈና ኣብኡ እስር ቤት እስር ቤት ጌርናያ ኣሲርናያ ንኸይድ ማለት እዩ እዚ ከዓ እንድሕር እቲ ናይ ሕሉፍ ታሪኽና እቲ ናይ ሕሉፍ ህይወትና እንድሕር ከም መምሃሪ እንዳተምሃርና ክንወድቕ ከም ምኳንና ወይ ድማ ትወድቕ እንድሕር ዘለካ ትወድቕ ትጋገይ እንድሕር ተሊኺ ትነብሪ ኣለኺ ማለት እዩ ትነብር ኣለኻ ማለት እዩ እዚ ከዓ እቲ ሓቀኛ ህይወት ምክንያቱ እቲ ትጋገዮ ዘለካ ትወድቆ ዘለካ ዝተጋገኻዮ ነገራት ኩሉ ሰብ ይጋገዮ ከም ምኳኑ ክትኣምን ክትክእል ኣለካ ኣብ ሕሉፍካ ናይ ሕሉፍካ ጌጋታት ንቕድሚት ዘለዉ ነገራት ጠጠው ከብሉኻ የብሎምን እንታይ ደኣ ኣስተውዒልና ተማሂርና ቦቲ ሕሉፍና ተማሂርና ደኣ ንከይድ ኣለና ቤት ትምህርትና ደኣ ክኾኑ ኣለዎም እምበር እንታይ ንሳቶም ኣሲሮምና እሱር ቤት ናትና ክኾኑ የብሎምን ካልኣይቲ ናይ ደቂ ሰባት ኦፒንያን ምስማዕ ማለት እዩ ኣዘር ፒፕልስ ኦፒንያን ናይ ካልኦት ዝብሉኻ ኣብ ሂወትና ወይ ድማ ሓደ ነገር ተሓስቡ እሞ ደቂ ሰባት ከዓ ብዙሕ ነገቲቭ ፒፕል ስለ ዘለዉ ኣብ ከባቢና ነገቲቭ ነገራት ስለ ዘሎ ኖ እዚ ክትገብሮ ይትኽእልን ኢኻ እዚ ተሓስቦ ዘለኻ ሲ ጌጋ እዩ ገለ ይብሉኻ እሞ ነቲ ሓሲብካዮ ዝነበርካ ወይ ድማ ነቲ ሓሲብክዮ ዝነበርክ ተቋርፅ እዮም እንታይ እዚ ደኣ እንታይ በቲ ዘለካ ንስካ ዝሓሰብካዮ ንስኪ ዝሓሰብክዮ ኣብ ሂወትኪ እዚ ብኡ ደኣ ክንከይድ ኣለና እምበር ንኩሉ ሰብ ወይ ድማ ንሳቶም ዘይገበርዎ ሰብ ዘይገበሮ እንድሕር ተገይሩ እቶም ኣብ ዓለምና እቶም ዕዉታት ዝኾኑ እንታይ ደኣ እዚ ክገብሮ ዶ ኢሎሞም ክትገብሮ ኣይትኽእልን ኢኻ ኢሎሞም ወይ ድማ ዓሰርተ ዓሰርተ ክልተ ግዜ እዚ ሪጀክት ኢሎሞም ኣብዚ ናይ ዓለምና እቶም ቶፕ ሰክሰስ ኮይኖም ዘለዉ እቲኦም ብርእሶምን ብማይን ደሙን ድኸዱ ማለት እዩ። እንታይ ደኣ እዚ ክትሓስብ ኣብ ክንዲ እው ሓቁ እዩ ኢልካ ንድሕሪት ትምለስ እንታይ ደኣ ክትሓስብ ክትክእል ኣለካ ኖእ እዚኣ ውሽጥኻ ዝብሎ ንነብስኻ ዝኣምኖ ሓይልኻ ዝኣምኖ ደኣ ክትገብር ኣለካ እምበር ንኹሉ ሰባት ከተእምን ኢልካ ወይ ድማ ናቶም ጃጅመንት ወይ ድማ ናቶም ኦፒንያን ክትሰምዕ እንድሕር ተሕሊፍካዮ ግዜ እዚ ከዓ እቲ ቀንዲ ኣብ ሂወትና ከይተፈለጠና ብናይ ካልኦት ተማእዚዝና ኣብ ክንዲ ህይወትና ንመርሕ ብናይ ካልኦት ሓሳባት ኩሉ ግዜ ተመሓዲርና ንኸይድ ኣለና ማለት እዩ። ሳልሳይቲ ሊሚትድ ብሊፍ ንነብስና ሊሚትድ ጌርና ንሪኣ ኣነ ጽቡቕቲ ኣይኮንኩን ኣነ ጸጉረይ ጽቡቕ ኣይኮነን ኣነ ቅርጸይ ጽቡቕ ኣይኮነን ኣነ ጠንካራ ኣይኮንኩን ኣነ ናይ ጅም ሰብ ኣይኮንኩን ኣነ ድምፀይ ጽቡቕ ኣይኮነን እንታይ ደኣ እዚኣት እዚኦም ሓሳባት እዚኦም ኣብ ሓንጎልና ይመፁና እሞ ንነብስና ከም ነትሕታ ይገብረና ምክንያቱ እንታይ ኢና ነታ ኣካላትና እንታ ነታ ህይወትና እንታይ ንገብራ ኣለና ኣብ ሊሚትድ ጌርና ደሪኽና ኮፍ ነብላ እሞ ንኻልእ ንኸይንምዕብል ንኸይንገብር ኣነ ደኣ እዚ ኩሉ ነገራት ንዓይ ኣይተመለከት ኣይምልከትን እዩ ነቲ ካልእ ናብ ሓንጎልና ነእትዎ እሞ እዚ ከዓ እንታይ ደኣ ነቲ ነቲ ሓንጎልና ነቲ ውሽጥና ሓይሊ ዘሎ ንሕና እቲ ሓይሊ ኣብ ውሽጥና ዘሎ ካብቲ ንሕና ንፈልጣ ነብስና ንላዕሊ እያ እታ ነብስና ምክንያቱ እንታይ በዚ ሃብቲ ብዓለም ብመልክዕን ወይ ድማ ብቅርጽን ብገለን ገለን እትዮም ቀንዲ ኣብ ዓለምና ሰክሰስ ወይ ድማ እቶም ቶፕ ናይ ዓለምና ቴለፎን ዶ ኣይፓድ ዶ ድምህብ ዘለዉ ብመልክዕ ኣይኮኑ ታዳ በተሓሳስባ ብርእሲ ኮንፊደንስ ከመይ ገርካ ኮንፊደንስ እዚ ነገራት እዚኣቲ እዚ መጀመርያ ዝጠቀስክዎም ኣብ ሓንጎልካ እንድሕር ተእትዎም እንድሕር ተሊኻ እቲ ናትካ ኮንፊደንስ ከም ድጎድል ይገብር እሞ ኩሉ ግዜ ርእስኻ ከም ተድንን ርእስኻ ከም ዘይተቕንዕ ይገብረካ። እዚ ከኣ ንህይወትና ከማዕብለልና ስለ ዘይክእል ንነብስኻ እንታይ ደኣ ኣነ ክበጽሖ ክእል እየ፣ ኣነ ነዚ ክገብሮ ክእል እየ፣ ነቲ ዝዳዝ ማተር ዝሓሰብካዮ ክገብሮ ክእል እየ ኢልና ሓንጎልና ምስ ንብገስ ወይ ድማ ነብስና ኣልዒልና ምስ ንሪኣ ንነብስኻ ባዕልኻ ዘየልዓልካያ ካልእ ሰብ ከልዕለልካ ኣይክእልን እዩ ንነብስኻ ግን ሓፂርካ እንድሕር ተሒዝካያ ልክዕ ኩሉ ግዜ ሓፅር ኮንካ ሓንጎልካ ትውሽጥኻ ባዕሉ እዩ ዝዛረበካ በቃ ንስኻ ክትገብሮ ይትኽእልን ኢኻ ንስኻ ከምዚ ትብሎ ንስኻ ክትኣምን ክትክእል ኣለካ ኣብቲ ነቲ ኩሉ ነገር ክትገብሮ ከም ትኽእል ደቂ ሰባት ዝገብርዎ ብምሉእ ክትገብሮ ክትኽእል ማዕረ ሰባት ከም ምዃንካ ክትፈልጥ ክትክእል ኣለካ ሪለሽንሽፕ ሕጂ ኣብ ሪለሽንሽፕ ምስ ዝወድቁ ደቂ ሰባት ወይ ድማ ምስ ንወድቕ እንታይ ንኸውን ሓንሳእ ምስ ወደቕና ከምዘይ ንትስእ ንኸውን ኩሉ እቲ ኣብቲ ልክዕ ከምቲ ዘውደቐና ወይ ድማ ከምቲ ዝበደለና ኩሉ ከምኡ ጌርና ንሪኦ ሕጂ እንታይ ንጅምር ሽዑ ክላ እዞም መወዳእቲ እዚኦም ክላ እዘን ኣዋልድ እዚኤን ክላ ንየብለን ክላ ከምዙይ ንብል ንነብር ማለት እዩ ምክንያቱ ደቂ ሰባት ኢና እቲ ሓደ ከውድቀና ዳውን ክገብረና ግድን ምክንያቱ እዚ እቲ ሓደ እቲ ናይ መቐረት ናይ ህይወት እዩ ምክንያቱ እዚ እንድሕር ኣብቲ በደል ወይ ድማ ገለ እንድሕር ዘላ እታ ህይወት ዳሞ ብምንታይ ኢኻ ተሰማቕራ ዘለኻ በዚ ዳኢና ክንከይ ዘለና እቲ ናይ ኣብ ሪሌሽንሽፕ መጀመርያ ዝወደቕናዮ ከመይ ጌርና እንታይ ክእርም ኣለኒ ዳ ኢና ክንሓስቦ ዘለና እምበር ክላን የብሎም እዞም መወዳት እዚኦም ክላ ዘነዋል እዚአን እንዳበልና ንነብር እሞ ንሕና ከዓ ኣብ ክንዲ ካልኣይ ስቴፕ ንወስድ ኣብ ክንዲ ንስጉም እንታይ ደኣ ዘይተርፈና እሞ ከዓ ዘይተርፈና እዩ ወይ ድማ ኣብ ሓዳር ክነብር ብዘይ ሓዳር ወይ ድማ ብዘይ ደቂ ኣንስትዮ ወይ ድማ ደቂ ኣንስትዮ ካብ ዘይ ደቂ ተባዕትዮ ክንነብር ኣይንኽእል ኢና ኣምላኽ በይኑ ክነብር ተዝኽእል ኣዳም በይኑ መንበሮ ነይሩ ሂዋን ኣይምፈጠረሉ ንሕና ግን ሓንሳእ ምስ ተበደልና ሓንሳእ ምስ ኣበልና ነንሕዴና እንዳተማረርና ንነብር እሞ ህይወትና ከም ዘይንቕይር ንገብር። እዚ ከኣ እቲ ንድሕሪት ዝጎተና ኣብ ድሕሪኡ መወዳእትኡ ትርእይዎ እንድሕር ትኾንኩም ኣርባዓ ሓምሳ ገለ ምስ ዕድሜኻ እንዳኸደ ምስ ከደ ዕድሜኺ እንዳኸደ ምስ ከደ ድሕሪኡ ናብ ምስትምሳል ንኸይድ ናብ ገለ ንኸይድ ሪሌሽንሽፕ ክትወድቕ ክትወድቂ ግድን እዩ ግን ከመይ ኣብቲ ናይ ቀዳማይ ሪሌሽነይ ጌጋ ዝገበርክዎ እንታይ እዩ ኢልና ዳ ኢና ንዕኡ ኩሉ ንሱ ከምቲ ዓንተ ወይ በልኩኹም መንጠሪ ዳ ኢና ክንጥቀመሉ እምበር ነንሕድሕዴና እንዳተዋቐስና ክንከይድ እንድሕር ተኾይንና እዚ ከዓ ንዓና ንኸይንምዕብል ንቕድሚት ንኸይንስጉም ኩሉ ሰባት እቲ ከም ልክዕ እቲ ደቂ ተባዕትዮ በቲ ሓደ ጃጅ እንድሕር ጌርና ወይ ድማ እታ ጓል በቲ ሓንቲ ጓል ጃጅ ጌርና እንድሕር ተኸድና ንሂወትና ንኸይንምዕብል ሓሊኹ ድሕዘና ነገራት እዚ ከዓ እቲ ዓብዪ ኣብ ሂወትና ከይተፈለጠና ነእትዎ ነገራት ማለት እዩ ሓሙሻይቲ ማኒ ሕጂ ከኣ ናብኣ ተመሊሰ ኣለኹ ልክዕ እንታይ እዩ ገንዘብ ንሕና ኮንትሮል ከም ንገብሮ ደኣ እምበር ንሱ ኮንትሮል ከም ዝገብረና የብሉን ቱል ክንጥቀመሉ ኣለና ሓደ ቱል ኮይንና ደኣ መሳርሒ ደኣ ክንጥቀመሉ ክንክእል ኣለና እምበር ንህይወትና ንግዜና ንሓጎስና ብምሉእ ኣብ ገንዘብ እንድሕር ነመርኩሶ እንድሕር ተሊና እዚ ከዓ እቲ ዝዓበየ እቲ ጌጋ ማለት እዩ እቲ ገንዘብ ኣይኮነን ሓጎስ ደምፅእ እቲ ገንዘብ ኣይኮነን ጥዕና ደምፅእ እቲ ገንዘብ ኣይኮነን ፍቕሪ ኣብ ሂወትናን ኣብ ስድራናን ከምፃልና ዝኽእል እንታይ ደኣ እቲ ገንዘብ መንጠሪ ወይ ድማ ሓደ መሳርሒ ነገር ደኣ ኢና ክንጥቀመሉ ዘለና እምበር ኩሉ እቲ ገንዘብ ሓንጎልና ሂወትና ግዜና ሓጎስና ኮንትሮል ክገብረልና ግን የብሉን እዚ እንድሕር ኮንትሮል እንድሕር ተጌርናሉ እዚ ከዓ እንድሕር ተኣሲርና እንድሕር ተልዩ እዚ እንታይ ንኸውን ኣለና ልክዕ ነቲ ሪያል ላይፍ እውን ንነጥሮ ኣለና ማለት እዩ ገንዘብ ኮንትሮል ማስተር ናቱ ንስኻ ኮንትሮል ክትገብሮ ዳ ኣለካ እምበር ንሱ ኮንትሮል ምስ ዝገብረና እዚ ከዓ ንኸይንምዕብል ምክንያቱ እንታይ ኢና ኣምለኽቲ ናይቲ ገንዘብ በቃ ብዛዕባ ገንዘብ ኣምለኽቲ ኮይና ንነብር ከም ንነብር እገብረና ሕና ኮንትሮል ንግበሮ መንገዲ ኮንትሮላት ንገብረሉ ግዜና ማነጅ ንገብረሉ ፍሪደምና ማነጅ ንገብረሉ መንገድታት ዳይና መዘልና እምበር ንሱ እቲ እንድሕር ገዚእና እንድሕር ዝኸይድ እንድሕር ተልዩ ዋላ ኣብቲ ሓዳርና ሓጎስ ኣየምፃልና ኣብቲ ናብራና ሓጎስ ኣየምፃልና ኩሉ ግዜ እንታይ ነቲ ገንዘብ ባዕሉ ኮንትሮል ስለ ዝገብረና ዘሎ ኩሉ ግዜ ኣብ ሓንጎልና እንታይ ብዛዕብኡ ጥራሕ ንሓስብ ብዛዕብኡ በቃ እቲ እቲ ሓንጎ እቲ ማይንድ ናትና ኮንትሮል ሒዝዎ ስለ ዘሎ ብዛዕብኡ ከም ንሓስብ 24 ኣርባዕተን ሰዓት ብኻልእ ከም ዘይንሓስብ ይገብረና ማለት እዩ እዚ ከዓ ኣብ ሂወትና ምዕባለ ሓጎስ ካልእ ነቲ ሓጎሳት በቃ ኣብ ሂወትና እቲ ላይፍ ክንነብሮ ንደሊ ነገራት ሓሊኹ ይሕዞ ማለት እዩ ምክንያቱ እቲ ገንዘብ ኮንትሮል ንዓና በቃ በዚ ኪድ በዚ ኪድ ይብለና ኣሎ ማለት እዩ ነዚ ከዓ እዞም ሓሙሽተ ነዚኣቶም እንድሕር ኣብ ሂወትና እዞም ሓሙሽተ እዚኦም ኣብ ሂወትና እንድሕር ንገብሮም እንድሕር ተሊና ወይ ድማ ኣብ ሓንጎልና ዝሓዝናዮም እንድሕር ተፀኒሖም ካብዞም ሓሙሽተ እዚኦም ፅሕፍ ኣቢልካ ወረቐት ኣንዲድ ኣቢልካ ካብ ሎሚ ኣይዝክሮምን ኢልካ ነዚኦም ኣንዲድካ ክትርሰዖም ክትክእል ኣለካ። እዚኦም እቲም እዞም ሓሙሽተ እዚኦም ከይተፈለጡና ኣብ ሂወትና ማዓጾ ከይከፈትናሎም ባዕሎም ማዓጾ ከፊቶም ይኣትዉ እሞ ነቲ ሂወትና ከዓ ንናቶም ንንጉጅሎም እዞም ሓሙሽተ እዚኦም ኩሎም ኣብ ሂወትና እንድሕር ተድልዮም ንናቶም ይሕዝቡ እሞ ንሕና ከምዘይ ንንቀሳቀስ ይገብሩና እንታይ ደኣ ልክዕ ከምዚ ኣብ ሚዝየም ወይ ድማ ኣብ ሓደ ቤት መዘከር ኮፍ ዘበልካዮ ቅርሲ ቅርሲ ኮይና ንነብር ማለት እዩ ሕጂ ካብ ቅርሲ ምዃን የድሕነና የቐንየለይ ጭንፅን ኢልኩም ስለ ዝሰማዕኩምኒ እዚ መደብ እዚ ከዓ ጠቃሚ ኢልኩም እንድሕር ተሓሲብኩም ንየዕርኽትኩምን ቤተሰብኩምን ሸር በልዎ ኣብዚ ፕሮግራም እዚ ከመይ ጌርና ንልወጥ ከመይ ጌርና ንምዕብል ከመይ ጌርና ንትስእ ብዛዕባ ስቶክ ማርኬት ከመይ ጌርና ኢንቨስት ንገብርን እዚ ቻነል እዚ ቁሩብ ክሳብ ዝዓቢ በዚ ነገራት እዚኣ ተሒዘ ክጸኒሕ እሞ ነዚ ምስ ዓበየ ከመይ ጌርና ስቴፕ ባይ ስቴፕ ኣብቲ ወይ ድማ ቴክኖሎጂ ዘለውን እዚ ብምሉእ ነዚ ትምህርቲ ኢለ እዳለየ ዘለኹ እዚ መደብ እዚ ናይ መብዛሕትኡ ጠቐምቲ ዝኾኑ ኣብ ሂወትና ዘለዉ ዳህሲሰ ወይ ድማ መጽናዕቲ ወሲደ ሪሰርች ገይረ ሰሙን ሰሙን ከቕርበልኩም እየ ንስኻትኩም ከኣ ላይክን ሸርን ንዓይ ሳፖርት ምግባር ኣይትሕመቑ የቐንየለይ ብምክትታልኩም ደጊመ